ናይ ሎሚ ዘሕጉስ ዜና እዚ ሓድሽ ናይ ካናዳን ቻይናን ስምምዕ ኣብ ክልተ ሽሕን ዕስራን ሽዱሽተን ጥሪ ዘጋጠመ ብሰፊሑ ክንቕርበልኩም ስለ ዝኾንና ሙሉእ መደብ ንክትከታተሉ ብትሕትና ኣቐዲምና ንዕድም። ሰላም ኩቡራት ተኸታተልቲ ተዓዘብቲ ሎሚ ብዛዕባ ሓደ ዓቢ ፖለቲካዊን ቁጠባውን ለውጢ ኣብ መንጎ ካናዳን ቻይናን ክንዛረብ ኢና። ብሰፊሕ ሸፈነ ኣቓልቦ ኩለን ናይ ዓበይቲ ናይ ካናዳ ናይ ቻይና መንግስታውያን፣ ቻነላት ስሒቡ ዝወዓለ ዓቢ ብስራትን ዓቢ ዜናን ሒዘልኩም ቀሪበ ኣለኹ። ቀዳማይ ሚኒስተር መራሒ ካናዳ ማርክ ካርኒ ኣብ በይጂን ብምኻድ ምስ ናይ ቻይና ሓድሽ ስምምዕ ተሰማሚዑ ኣሎ። እዚ ስምምዕ እዚ ታሪኻዊ ዳግመ ምድላው ተባሂሉ ይጽዋዕ ኣሎ። ብእንግሊሽ በይጂን ሪሰት ክብሉ እዮም ዝጽውዕዎ ዘለዉ። ካብቲ ንዓሰርተታት ዓመታት ምስ ኣሜሪካ ዝነበራ ጽቡቕ ቁጠባዊ ምትእስሳር፣ ክትወጽእ ወሲና ኣላ። ገጻ ናብ ቻይና ገጻ ክትጥምት ወይ እያ ትመስል ዘላ። እቲ ዝገርም ግን ኣዚዩ ንኹሉ ሰብ ገሪምዎ ዘሎ ምኽንያቱ ከኣ ስለምንታይ እዩ እዚ ሕጂ ዝኸውን ዘሎ ዝብል ሕቶ ክንሓትት ግዴታ ይኾነና። ኣስዕብ ኣቢልካ እውን ክምለስ ዘለዎ ሕቶ ኣሎ። እዚ ሕቶ እዚ ከኣ እዚ ስምምዕ ንዓና ንከናዳውያን እንታይ ትርጉም ኣለዎ? እንታይ ኢና ክንረብሕ? ዝርዝር ነጥብታት ሒዘ ቀሪበልኩም ኣለኹ። And so I'm pleased today to announce that Canada and China have reached a preliminary but landmark trade agreement to remove trade barriers and reduce tariffs. ኣብ መንጎ ክልቲኣተን ሃገራት ዝነበረ ናይ ረብሓታት ምልውዋጥ ማለት ትሬድ ዲል እዚ'ዩ እቲ ቀንዲ ዋና ነገር ንህዝቢ ካናዳን ንህዝቢ ቻይናን ከርብሕ ዝኽእል እቲ ትሬድ ዲል ስምምዕ ናይ ንግዲ እዚ ስምምዕ ናይ ምሃብን ምውሳድን ወይ ድማ ጊቭ ኣን ቴክ ዝዓይነቱ ስምምዕ እዩ እስኪ እቲ ቀንዲ ነጥብታት ዘርዚረ ክሕብረኩም ቀዳማይ ሰሪዕናዮ ዘለና ጉዳይ ናይ ኤሌክትሪክ መኻይን ወይ ድማ ኢቪስ ዝበሃል እዩ ካናዳ ቅድሚ ሕጂ ኣብ ልዕሊ ናይ ቻይናውያን ኤሌክትሪክ መኻይን ሚእቲ ፐርሰንት ቀረጽ ኣንቢራ'ያ ነይራ። ሚእቲ ፐርሰንት ታሪፍ። ሕጂ ግን እዚ ቀረጽ ናብ ኣዝዩ ትሑት ቁጽሪ ናብ ሽዱሽተ ነጥቢ ሓደ ወሪዱ ኣሎ። ብጣዕሚ እዩ ዝገርም። እዚ ማለት ዝሓሰረ ናይ ቻይና መኻይን ካብ ሰላሳን ሓሙሽተን ወይ ድማ thirty five thousand dollars ንታሕቲ ናብ ዕዳጋ ካናዳ ክኣትዋ እየን ስለዚ ገለ ገለ መኻይን ናይ ቻይና ኣብ ሶሻል ሚድያ ተሪኢኹመን ኣዝየን ፅቡቓት ኳሊቲ ዘለወን ብጣዕሚ እየን ዝስሕባኻ እዚ ዓይነት ላግዠሪ ቪክል ክንደይ ይሸጣ እንተልኩም ኣብ ቻይና 20 ሽሕ 25 30 ሽሕ 35 ገለ ዓይነት ኳሊቲ እየ ዝብለኩም ዘለኹ እዚ ዓይነት መኻይን ኣብ ካና ክትረኽባ ኣይትኽእልን ኢኻ ብጋስ ዝኸዳ መኻይን እየን ከባቢ ኣርብዓ ሽሕ ክሳብ ሓምሳ ሽሕ ዝበጽሓ መኻይን። መቸም ህዝቢ ኣብ ካናዳ ንመኪና ንኡበር ንሊፍት ንክትሰርሑ ሓደስቲ መኻይን ከተውጽኡ መደባት ክህልወኩም ይኽእል እዩ። ብፍላይ ኤርትራውያን ኣብ ካናዳ ትቕመጡ እዚ ናይ ቻይና መኻይን ናብ ካናዳ ምስ ዝኣትዋ ከመይ ዓይነት ናይ ዋጋ ተወዳዳርነት ክህልወን እዩ ከመይ ኢልኩም ትሓስቡ? ምኽንያቱ ንዓይ ከም ህዝቢ እታ ንኤርትራውያን ኣብ ካናዳ ንቐመጥ ብቐንዲ እትጸልወና ድሕሪ ገዛ ክራይ ድሕሪ ናይ መግቢ ናይ ግሮሰሪ ናይ መኪና ወጻኢታት እዩ። እሞኸ ደኣ ጸሎት ናይ ገሌኹም እኮ ሰሊጡ ኣሎ፣ እዚ ነዛ ጉዳይ እጃም ዝገበርኩም ከኣ እሞ ብስመይ ብስም ቤኒ ሚድያ ከመስግነኩም ፈቱ፣ ሳላ ጸሎትኩም መኻይን ዋጋ ክሓስራልና እየን ንብል፣ ጌና ክሳብ ደኣትዋ ግን ኣይተፈልጠን ኣሎ፣ ሆፍሊ ግን ልክዕ ከምቲ ኣብ ካልእ ዓለማት ንርእዮ፣ ኣብ ካልእ ክፍሊ ሃገራት ንሪኦ ናይ ቻይና መኻይን ክኣትዋ ከለዋ ብጣዕሚ እዩ እቲ ንብረት ዝሓስር ምክንያቱ ተወዳዳርነት ተሎ ሰብ ምርጫ እንተ ረኪቡ እቶም ካልኦት ኮምፔተተርስ ወይ ድማ ተወዳደርቲ ልክዕ ናቶም መኻይን ክሸጡ መታን ምስቲ ማርኬት ዘሎ ክወዳደሩ እዮም እንተ ደኣ መኻይን ብሓምሳ ሽሕ ሸጦን ኣለዉ ናይ ቻይና መኻይን ከዓ ብሰላሳን ሓሙሽተን ሽሕ ይሸጣ ኣለዋ ክወዳደሩ መታን ግድን እዮም መኻይን ዋግአን ክጎድል Hopefully እዚ ጉዳይ እዚ ኣብ ካናዳ ክረኣ ተስፋ ንገብር። ሕራይ ካልኣይ ስምምዕ እንታይ ነይሩ ንዝብል ሕቶ ኣብ ናይ ሕርሻን ዓሳን ብተዛማዲ ከኣ ቻይና ኣብ ልዕሊ ናይ ካናዳዊ ፍርያታት ከም ካኖላ፣ ዓተር፣ ሎብስተር፣ ክራብስ ኣንቢራቶ ዝነበረት ከቢድ ቀረጽ ወይ ድማ ታሪፍ ከተልዕሎ ተሰማሚዓ ኣላ። እዚ ንሓረስቶትን ንገፈፍቲ ዓሳን ዓቢ እፎይታ ክኸውን እዩ። እንድዒ ዓሳ ይሓስረልና ይኸውን ዝብል ሓሳብ ኣለኒ። ብዛዕባ ቁጠባዊ ጽልዋኸ? ብጠቕላላ እዚ ስምምዕ እዚ ንካናዳውያን ነጋዶ ዳርጋ ናይ ሰለስተ ቢልዮን ዶላር ዝግመት ናይ ወጻኢ ንግዲ ዕድላት ከም ዝኸፍት እዮም ዝግምቱ። ዓቢ እፎይታ እዩ፣ እዚ ናይ ካናዳ ኢኮኖሚ ዘበራብር ክኸውን ከምኡ'ውን ናይ ስራሕ ዕድላት ክኸፍት ክፈጥር እዩ ተኽእሎ ኣለዎ እዮም ዝብሉ ዘለዉ። ሳልሳይ ኢለ ሰሪዐዮ ዘለዉ ዲፕሎማስያዊ ዓወት፣ ብዘይ ቪዛ ምጋሽ። ሓደ ካብቲ ዘይተጸበናዮ ዓቢ ዜና እዩ እዚ። እልል ስኮብላ ኣንስቲ ኣዴታት የሕዋተይ ከምኡውን ቤተሰብ ናይ ቤኒ ሚድያ ዝኾንክን ምኽንያቱ ንቻይና ንከናዳውያን ብዘይ ቪዝያ ሃገር ክኣትዉ ከፍቅድ ከም ምዃኑ ከምኡውን ቻይናውያን ንከናዳ ከኣ ከምኡ ማለት እዩ ንዓመታት ቆሪሩ ዝነበረ ዲፕሎማስያዊ ርክብ ክመውቕ ከም ዝጀመረ እዩ ዘርኢ እዚ ምልክታት ከኣ ንብዙሓት ሰባት ኣሐጓሲ ኮይኑ ኣሎ ምክንያቱ ንግዲ ክትገብር ነፃ ቪዛ እንተ ኮይኑ ኤኒ ታይም ኤኒ ደይ ትስ ኢልካ ንቻይና ክትከይድ ከም ትኽእል ማለት እዩ ኣቱም ሰባት ዓምና ዶናልድ ትራምፕ ብጣዕሚ እዩ ንካናዳ ሓኪምዋ ነይሩ ግዲ ኣብ ቀረባ ፀንሕና ከዓ ፀግዕና እናበልናዮም ዝተፈላለየ ናይ ንግዲ ናይ ቀረፅ እናገበሩ ንካናዳ ኣዳኺሞማ እዮም ነይሮም ሕጂ እዚ ጉዳይ እንታይ ዓይነት ጂኦፖለቲካዊ ለውጢ ኣብ መንጎ ካናዳን ኣብ ኣሜሪካን ከምጽእ እዩ ንዝብል ሕቶ ክለዓል ግድን እዩ። ካናዳ ቨርስስ ዩኤስ እዩ ነይሩ እቲ ጉዳይ። እቲ ዝዓበየ መካትዒ ነጥቢ ግን ካናዳ ኣብ ኣሜሪካ ዘርኣያቶ ምርሕሓቕ እንታይ እዩ ምልክታት ከምጽእ። ቀጺሉ መራሒ ማርክ ካርኒ ናይ ካናዳ ምስ። ቻይና ዘሎ ርክብ ካብቲ ምስ ኣሜሪካ ምፍልላይ ብቐንዲ ከኣ ምስ ዶናልድ ትራምፕ ማለት እዩ ዘሎ ርክብ ንላዕሊ ፕረዲክታብል እዩ። እዚ ክብል ከሎ ሓቂ እዩ ምኽንያቱ ዶናልድ ትራምፕ ንግሆ ተሲኡ ዕስራ ፐርሰንት ታሪፍ ኣብ ካናዳ ጌረ ኣለኹ ይብል ድሕሪ ቀትሪ ኣርብዓ ፐርሰንት ታክስ ከም ዝተወሰኸ እዩ ኣስዒቡ ዝነግረካ ስለዚ ጠቕላላ ፕረዲክት ክትገብሮ ኣይትኽእልን ኢኻ ወላ ሓንቲ ከምዚ እዩ ተሰማሚዑ እሞ ኣይውዕሎን እዩ ክትብላ ኣይትኽእልን ኢኻ ወላ ሓንቲ ኢኻ ደይወሓጠልካ ስምምዕ ስምምዕ ክኸውን ኣለዎ እዚ ናይ ዶናልድ ትራምፕ ዝገብሮ ነበረ ኣብ ልዕሊ ካናዳ ግን በምንም ተኣምር ስምምዕ ክትብሎ ውን ኣይከኣልን እዩ ዳስ ዋይ ካናዳ ከኣ ካልእ ኣማራጭ ክትረክብ ትደሊ ዘላ ምስ ቻይና ከኣ ስምምዕ ክትገብር ወሲና ኣላ ስለዚ ድማ ካናዳ ኣብ መንጎ ክልተ ሓያላን ሃገራት እዚኤን ከኣ ኣሜሪካን ቻይናን ባላንስ ንምትሓዝ ትጽዕር ከምዘላ እዩ ዘርኢ እዚ ጉዳይ እዚ ኣብ መበል ሓምሻይ ሰሪዖሞ ዘለዉ ስግኣት ድሕነትን ሰብኣዊ መሰላትን ውን ኣይረሳዕናዮን ማርክ ካርኒ ቅድሚ ሕጂ ቻይና ንካናዳ ዓቢ ስግኣት ድሕነት እያ ክብል ተዛሪቡ ነይሩ። ቪድዮታት እውን ኣብ ሶሻል ሚድያ ተዘርጊሑ ኣሎ። ብፍላይ ሰላም ዝተገብረ ብዙሓት ሰባት ነታ ቪድዮ የዝርዋ ኣለዉ። ኣነ ከም ቤንሁር ኣብዚ ጉዳይ እዚ መራሒና ማርክ ካርኒ ኢኮኖሚያዊ ናይ ካናዳ ንምሕያል ዝገብሮ ዘሎ ጻዕርታት ምስ ማርክ ካርኒ ይሰማማዕ እየ ሚእቲ ካብ ሚእቲ። ምኽንያቱ ቅድሚ ሕጂ ቻይና ተስግኣና እያ እብል ነይሩ። Yes። ዝብል ነይሩ። ኣብቲ ሽዑ ሰዓት ተስግእ ነይራ ትኸውን። ኣብዚ ሰዓት እዚ ግን ምርጫ ስኢና ካናዳ። ኣሜሪካ እያ መሳ መሰማምዕታ ነይራ፣ ናይ ቢዝነስ ዲል ትገብር ነይራ፣ ሕጂ ግን ክሰማምዑ ኣይከኣሉን። ስለዚ ዘዋጽኣ ንካናዳ ኦ ከምዚ ተዛሪበ እየ ነይረ እሞ ን ዲፕሎማሲ እንታይ ድዩ ምስ ምስ ሓደ ሰብ ክትሰማማዕ እኮ ምስ ጸላኢኻ እኮ ኢኻ ትሰማማዕ። ስለዚ ምስ ቻይና ምስምምዓ ካናዳ ብጣዕሚ እዩ ዘሕጉስ። ስለዚ ገለ ገሌኹም እቲ ቪድዮ ሼር ትብልዎ ኣለኹም ከም ዝብል ነይሩስ ዘረባ ቀይሩ ፖለቲካኹም እዩ። ሎሚ ክልተ ክልተ ኣርባዕተ እዩ ትብል ትጸንሕ ጽባሕ ንግሆ ክልተ ክልተ ሓሙሽተ እዩ ትብል።

ዋይ እዚ እዚ ዘዛረብ ዝኸውን ኣይመስለናነ ብፍላይ ብዙሓት ሓበሻ ሸር ትብሎ ነርኩም ኣብ ናትኩም ስቶሪ እዚ ቅድሚ ሕጂ ድበሎ ቻይና ትስግኣና እያ እንዳበለ ዳዝን ማተር ኤኒወይ መራሒ ካናዳ ማርካኒ ግን ንዓለም ከምቲ ዘላቶ ክንቅብላ ከም ደለና ክብል እዩ ነቲ ዘረባ ከማዕራርዮ ተራእዩ ይኹን እምበር ኣብ ጉዳይ ሰብኣዊ መሰላት ናይ ወፃኢ ጣልቃ ምትእታውን ጥንቃቐ ክገብር ከም ዝኾነ ገሊጹ ኣሎ እዚ ስምምዕ ኣብ መንጎ ቻይናን ካናዳን ዝካየድ ዘሎ ንሰለስተ ዓመት ናይ ፈተነ ግዜ ወይ ድማ ሪቪው ፒሪየድ ክህልዎ እዩ። ስለዚ ንሰለስተ ዓመት እዚ ጉዳይ እዚ ክንርእይዎ እዮም ስምምዕ ካናዳን ቻይናን እቲ ቢዝነስ ከመይ ክኸይድ እዩ ኢኮኖሚያዊ ለውጢ ኣብ ካናዳ ከርኢ ድዩ ኣይከርእን እዩ ከጽንዕዎ እዮም እንተ ደኣ ለውጢ ሃልይዎ መሊሶም ክሕይልዎ ምዃኖም እንተ ደኣ ጠቕላላ ንካናዳን ቻይናን ደየሰማምዕ ዝኾነ ድዕረት ኣለዋ ክዕርይዎ እዮም ግን ንሰለስተ ዓመት እዩ ስምምዕ ዝካየድ ዘሎ ቅድሚ መዛዘሚ መደብ ምኻድና ነዛ ቻናል እዚኣ ትከታተልዋ ብዙሓት ተኸታተልቲ ሰብስክራይብ ግበርዎ ሰብስክራይብ ኣይትረስዑ ኣብ መጨረሻ ናይዚ ስምምዕ ዝገበርዎ ርክብ ከዓ ኮንክሉዥን ወይ ድማ ኮል ቱ ኣክሽን ዝብል ዘረባ ተዛሪቦም ነይሮም። እዚ ማለት ብሓፈሻ እዚ ስምምዕ ንቁጠባ ናይ ካናዳ ትንፋስ ክህብ ዝኽእል እዩ። ምስ ኣሜሪካ ዘለና ርክብ ግን ኣብ ሓደጋ ንከይወድቕ ዘስግእ እዩ። ትራምፕ እውን ነዚ ምስ ሰምዐ ዘውጽኦ ዘረባ ነይሩ ወይ ዝተዛረቦ ነይሩ። እንታይ ከኣ ኢሉ እሱ good for them if they make a deal with China good for them ከምኡ ክብል እዩ መሊሱ። እቲ ቪድዮ ኣስዒበ ከምጽኣልኩም መታን ክትርእይዎ። ክቡራትን ሕፉራትን ተኸታተልቲ ናይዛ ቻነል ንስኻትኩም ከ እንታይ ትብሉ? ኣብዚ ጉዳይሲ እንታይ ርእይቶ ኣለኩም? ዝሓሰረ ናይ ቻይና ኤሌክትሪክ መኻይን ክትገዙ ትደልዩ ዶ ወይሲ ቶዮታን ሆንዳን እየን ኣብ ልብኹም ሰፊረን ዘለዋ መብዛሕትኹም ቶዮታን ሆንዳን ኢኹም ትፈትዉ ግን ናይ ቻይና መኻይን ኢቪ ኤሌክትሪክ ቪክልስ ኣብ ካናዳ ኣትየን እቲ ዋጋ ክሰብርኦ ከም ድኽእላ ኣትሊስት ኮይኑ እዩ ዝስምዓኒ ምክንያቱ መኪና ከተውፅእ ብጣዕሚ ኤክስፐንሲቭ ብጣዕሚ ኤክስፐንሲቭ ብፍላይ ካብ ዲለር ከተውፅእ ከለካ ኢስኖ ቺፕ ኮይኑ ከማን ኣዝየን ስለ ኣብ ቀረባ ስለ ዘይርከባ ኦርደር ምስ ገበርካ ግዜ ይወስድ እዩ ስሪ ማንስ ፎር ማንስ ገለ ይወስድ እዩ ክሳብተን ዝኣዘዝካያን መኻይን ንከተማ ዝኣትዋ ንንስኻ ዘድልየካ መኪና ትረክብ ማለት እዩ። ስለዚ ካናዳ ናብ ቻይና ገጻ ምምላስ ቅኑዕ ስጉምቲ ኮይኑ ዶ ይስማዓኩም? ሓሳብኩም ኣብ ኮመንት ክትጽሕፉልና ብትሕትና ንሓትት። ነዛ ቪድዮ እዚኣ እንድሕር ፈቲኹማ ከኣ ላይክ ግበሩ። ተመሳሳሊ ከምዚ ዓይነት ቪድዮ ክት ዘለዎ ትሕዝቶ ክትሰምዑ ትደልዩ ተኾንኩም ከኣ ሳብስክራይብ ግበሩ ኢኹም ክቡራት ተኻታተልቲ። ሕራይ ክቡራት ተኻታተልቲ ነዚ መደብና ዝተኻታተልኩም ኣዝነና ነመስግነኩም። ኣብ ቀጻሊ ብኻልእ መደብ ክሳብ ንራኸብ እዝ ወድሓንኩም።